ንምክትታልኩም ብኽብሪ ንዕድም። ዙር ፖላንድ ሎሚ ብናይ ካልኣይ መድረኽ ናይ ውልቅን ናይ ግዜን ውድድርን ቀጺሉ ውዒሉ። እዛ ኣብ ሚስሎ ኮዊዝ ተበጊሳ ብካራባት ዝተዛዘመት ናይ ግዜ ውድድር 15.4 ኪሎ ሜትር ኣጠቓሊላ። ኣብዚ ውድድር ዝሳተፍ ዘሎ ኤርትራዊ ተቐዳዳማይ ሄኖክ ሙሉእብርሃን ኣብ ሰዓት 34.894 ግዜ ብገምጋም ብምጉዓዝ መበል 61 ተርታ ተቐሚጡ። ኣብቲ ሚእትን ሓምሳን ኣርባዕተን ዝበጽሑ ተቐዳደምቲ ዝገበርዎ ናይ ውልቅን ናይ ግዜ ውድድርን ቤልጂማዊ ኣባል ክለብ ኢማራት ዝኾነ ቲም ዊልያንስ ብዒስራን ሰለስተን ደቂን ሓምሳን ትሽዓተን ግዜ ንመጻወቲ ረቲዑ ቀዳይ ኮይኑ ተዓዊቱ። ብጫ ናይ ግዜ ማልያ እቲ ኣብዛ ናይ ውልቂ ግዜ ውድድር መበል ካልኣይ ተርታ ዝተሰርዐ ዴንማርካዊ ጆናስ ቪንጋር ናይ ዳምቦ ቪዝማ ካብ ቤልጂማዊ ኣባል ክለብ ሊግትሬክ ቲባው ኒስ ተቐቢልዎ ኣሎ። ኣብዛ ልብሲ ኤርትራዊ ሄኖክ ሙሉብርሃን ካብ ዝነበሮ ኣርብዓን ክልተን ናብ ኣርብዓን ሸሞንተን ለጠቕ ኢሉ ሰላሳን ሽዱሽተን ነጥቢ ዝኣከበ ጆናስ ቪንጋርድ ኣብ ናይ ነጥቦም ቀዳማይ ዝርከብ እዩ። ሆላንዳዊ ሚካኤል ፓሉታ ብውሉል ሸሞንተ ነጥቢ ንኣንበሳ ዓቕሪ ተውሃብ ማልያ ወኒንዋ ዘሎ እዩ። ብጋንታ ደረጃ ናይ ሕቡራት ኢማራት ዓረብ ጋንታ ዩኤኢ ብዓሰርተ ሓምሳን ክልተን ነጥቢ ዕስራን ሓሙሽተን ግዜ ነተን ኣብዚ ውድድር ዝርከባ ዕስራን ክልተን ጋንታታት ትቕልስ ዘላ እያ። ብሽዱሽተ ነጥቢ ዜሮ ሽዱሽተ ግዜ ተበሊጻ ዘላ ጋንታ ኤርትራዊ ሄኖክ ሙሉብርሃን ዝኾነት ኣስታና ከኣ ክልተ መሳልል ንታሕቲ ብምውራድ ኣብ መበል ሻምናይ ደረጃ ኣላ። ሳልሳይ መድረኽ ዙር ፖላንድ ጽባሕ ረቡዕ ናይ ሚእትን ሓምሳን ሽዱሽተን ነጥቢ ሓሙሽተ ኪሎ ሜተር ውድድር ቀጺሉ ክውዕል እዩ። ኣብዚ ሓላፍ ዘላፍ ዝኾነ ጎቦታት ዘጠቓለለት መድረኽ ተቐዳደምቲ ልዕሊ ሰለስተ ሽሕን ሚእትን ሓምሳን ትሽዓተን ጽፍሒ ባር ክድይቡ እዮም። እቶም ናይ ምሕኳር ክእለት ዘለዎም ከም ፖላንዳዊ ሚካኤል ፓሉታ፣ ኔዘርላንዳዊ ጃን ማስ፣ ጀርመናዊ ኒኮላስ ማርክ ዝኣመሰሉ ተቐዳደምቲ ድማ ነጥቢ ክኸስቡላ ከም ዝኽእሉ ትንበያታት ኣሎ። ኣርባዕተ ኤርትራውያን ተቐዳደምቲ ዓወት ኣማን፣ ናሆም ዘርኣይ፣ ኣኽሊሉ ኣረፋንን ያፌት ሙሉጌታን ኣብ ናይ ፈረንሳ ውድድር ቱር ለ ኣቨኒር ንናይ ዩሲኣይ ጋንታ ወኪሎም ክሳተፉ ምዃኖም ፕሮ ሳይክሊን ስታትስ ኣብ ጽሑፋታ ጸብጺባ። እዚ ሓድሽ ካብ ሳልዝቡርግ ተበጊሱ ኣብ ኮለ ዴላ ፊነስ ትረስ ዛዘም ውድድር ተቐዳደምቲ ልዕሊ 820.3 ኪሎ ሜተር ርሕቀት ይጽበዩ። እዚ ዓሰርተ ሸሞንተ ነሓሰ ዝፍልም ውድድር ሚእትን ሓምሳን ተቐዳደምትን ምስታፍ ድሮ ሃገራውያን ጋንታታት ዝርዝር ኣስማት ናይ ተጻወተን ወረቐት ሰይደን ርከባ። ቱር ለ ኣቬኒር ሃገራት ዘካይድኦ ሓደ ካብ ተፈታዊ ውድድር ኮይኑ ኤርትራ ግን ኣብዚ ነዊሕ ዓመታት ኣብ ናይ ትሕቲ 23 ዓመት ተቐዳደምቲ ሰዲዳ ዝተሳተፈቶ ውድድር ማዕረ ክንደይ ብሉጽነታ መስኪራ ትወጽእ ዝብል ሕቶ ከኣ ተላዒሉ ኣሎ። ወዲ 19 ዓመት 194 መዓልትታትን ኣኽሊሉ ኣረፋይነ ድማ ጎብለል ኮይኑ ናይ ምውጻእ ዝለዓለ ተራ ተዋሂብዎ ኣሎ። ይኹን እምበር እዚ ውድድር ጠላዕ መንገዲ ዘጠቓልል ምስ ምዃኑ እቶም ናይ ምሕኳር ክእለት ዘለዎም ንኣሽ ተቐዳደምቲ ዓለምና ኣሜሪካዊ ኢያን ሎፐዝን ፈረንሳዊ ፒየረ ቴሪን እውን ቻምፒየን ከብሉ ኣብ ግምት ዝኣተዉ ተፃወትቲ እዮም። ብፍጹም እምነት ደገፍቲ ማንቸስተር ዩናይትድ ስኢኑ ዝርከብ እንግሊዛዊ ማርክ ራሽፎርድ ንምጅማር ሓድሽ ዓመት ስፖርት ፕሪምየር ሊግ ኣብ ተቐያሪ ወንበር ክቕመጥ ከም ዝኽእል ተገሊጹ። እዚ ኣብ ሓደ እዋን ዝና ረኺቡ ዝነበረ ብሉጽ ኣጥቃዓይ ኣቑልጥዩ ምህላዉ'ዩ ዝግለጽ። ድሕሪ ሕጂ ድማ ኣብ መስመር ናይታ ጋንታ ውሕስነት ዘለዎ ቦታ ክረክብ ዕድሉ ጸቢብ ምዃኑ ይንገር። ዓመተ ስፖርት 2024ን 2025ን ኣብ ጉዕዞ ማርኩስ ራሽፎርድ በሰላ ከይትገድፍ ዝዓበየ ሻቕሎት ኣሎ። እዚ ወዲ 26 ዓመት ተጻዋታይ ክሳብ ሕጂ ምስ ማንቸስተር ዩናይትድ ኣብ ዘካየዶ 402 ጸወታታት ን60 ሓደን ሸቶታት ከመዝግብ እንከሎ፣ ካብዚእን ግን ዝሓለፈ ዓመት ሸሞንተ ሸቶታት ጥራይ ብምቑፃሩ ኣብዚ ብሕጂ ዝፍልነ ውድድራት ቦትኡ ንምውሓስ ክቃለስ ክግደድ እዩ። ዳርጋ ኣብ ነብሲ ወከፍ ናብ ሜዳ ኣብ ዝኣተወሉ እዋን ዝኾነ ርእሰ ተኣማንነት ዝጎደሎ ዝመስልን እዚ ተፃዋታይ ብሰንኪ እዚ ፀገማትን ምንቁልቋል ብቕዓትን ካብ ጋንታ ኢንግሊዝ ዩሮ ክልተ ሽሕ ዒስራን ኣርባዕተን ከይተመርፀ ተሪፉ እንተነበረ እቲ ከይኣከለ ዝገደደ ልቢ ዝሰብር ፅፊዒት ግን እንተወሓደ ንሓድሽ ዓመት ስፖርት ብኣካልን ኣእምራውን ንቕሓዊ ዝያዳ ግዜ ዝወስደሉ ምዃኑ እዩ። ኣብዚ ዝሓለፈ ቅነ ማንቸስተር ዩናይትድ ምስ መዘናኡ ማንቸስተር ሲቲ ኣብ ስታድዩም ዌምብለይ ዝተኣንገደ ናይ ኮሚኒቲ ሺልድ ጸወታ ዋላ እኳ ናይ ምስላፍ ዕድል ብምርካቡ ኣብ ፈለማ ደቃይቕ ዝምስገን ብቕዓት እንተጸባረቐ ድሕሪ እውን ዝረኸባ ጽብቕቲ ዕድል ብምጥፍኡን ተወሳኺ ናይ ፍጹም ቅላዕ ዓበርን ተደሚርዎ ንኣሰልጣኒኡ ኤሪክ ተንሃግን ደገፍትን ኣቖጢዑ ይርከብ። በዚ መዳይ ራሽፎርድ ኣብ ምጅማር ፕሪምየር ሊግ ምስ ቀዳሞት ተሰለፍቲ ዘየጠቓልል እዩ። እዚ ማለት ከኣ ካብ ሓገዙ ንላዕሊ ዕንቅፋታቱ በዚሑ ምህላዉ ይግለጽ። ዝሓሸ ኣማራጭታት ድማ እታ ጋንታ ነቲ ኣብ ጸወታተ ኮሚዩኒቲ ሽልድ ተቐይሩ ብምእታው ሓደ ሸቶ ዘበርከተ ኣሌካንድሮ ጋርናቸው ረኺባ ምህላዋ ይሕበር። ኣባላት እንግሊዛውያን ክለባት ዝኾኑ ኮል ፓልመር ናይ ቸልሲ፣ ኣርሰናል ቡካዮ ሳካን ካብ ማንቸስተር ዩናይትድ ከዓ ኮቢ ማይኖን ኣሌሃንድሮ ጋርናቾን ንሽልማት ብሉፅ መንእሰይ ተፃዋታይ ፒኤፍኤፍ ማለት ፕሪምየር ሊግ 2023-2024 ብቐንዲ ይቕልሱ ኣለዉ። ኣጥቃዒ ብራይተን ጆኣ ፔድሮ እውን ካብቶም ዝተሓፅዩ ክኸውን ከሎ ኣብዚ ክራማት ካብ ክሪስታል ፓላስ ወፂኡ ናብ ባየር ሙኒክ ብ50 ሚሊዮን ፓውንድ ዝተፀምበረ ማይክል ኦሊስ ድማ ነዚ ሽዱሽተ ተፃወትቲ ዝሓቖፈ ዝርዝር ሽልማት ተፀምቢርዎ እዩ። ወዲ 22 ዓመት ፓልመር ኣብ ቀዳማይ ዓመተ ስፖርት ኣብ ቸልሲ 22 ሸቶታት ብምዝጋብን 11 ሸቶ ዝኾና ኳዕሳሱ ብምስርሑን እዩ ብቐዳምነት ተጠቃሲ ዝገብሮ። እዚ ጥቃዓይ ማንቸስተር ሲቲ ነበር ካብ ዝኾነ ተጻዋታይ ፕሪምየር ሊግ ዝበዝሐ ተሳትፎ ሸቶታት ነይርዎ። ብዘይካ እዚ ወዲ 22 ዓመት ናይ ክንፊ ተጻዋታይ ኣርሰናል ሳካ ዝሓለፈ ዓመት ነዚ ሽልማት ዝዓተረ ኮይኑ ኣርሰናል ኣብ ፕሪምየር ሊግ ካልኣይቲ ኮይና ክትዛዝም ከላ 16 ሸቶታት ብምዝጋብ ዘካየዶ ወፍሪ ስዒቡ ነዚ ሽልማት ንምዕቃብ ኣብ ውድድር ይርከብ። እዚ ከምዚ ኢሉ እንከሎ ማይኖን ጋርናቾን ንዩናይትድ ንዋንጫ ኤፍኤ ካፕ ማንቸስተር ዩናይትድ ጉዕዞ ኣብ ዘይመሰናኽል ክተካይድ ዝለዓለ በርክቶ ነይርዎ እዩ። ከም ዝፍለጥ ወዲ 19 ዓመት ማይኖ ኣብቲ ጸወታ ሸቶታት ብምዝጋብ ማንቸስተር ዩናይትድ እንተወሓደ ውሑስ መጻኢ ክህልዋ ዝገበረ ክኸውን እንከሎ ወዲ 20 ዓመት ጋርናቾ ድማ ኣብ ኩሉ ውድድራት ድርብ ሸቶታት ንጋንትኡ ኣበርኪቱ። ኣባላት ዝተፈላለያ ጋንታታት ዝኾኑ እንክርኣዩ ጆኣ ፔድሮ ኣብ ቀዳማይ ዓመተ ስፖርት ምስ ብራይተን ኣብ ኩሉ ውድድራት 20 ሸቶታት ኣመዝጊቡ። ፖሊስ ፓላስ ኣብ ዘካየደቶ 19 ጸወታታት ጥራይ ብሓፈሻ 10 ሸቶታት በጺሑ ይርከብ። ንሕጹያት ብሉጽ መንእሰይ ተጻዋታይ ፕሪምየር ሊግ ዓዲ እንግሊዝ ጸወታ ደቂ ኣንስትዮ ኣባላት ክለብ ቼልሲ ሎረን ጀምሰን ኣጊ ቢበር ጆንሰን ከምኡውን ምስ ማንቸስተር ዩናይትድ ትርከብ ማያለ ቲሴር ኣብ ቅድሚት ይርከባ ኣከፋፋልቲ ማንቸስተር ዩናይትድ ግሬስ ክሊንተን ዝሓለፈ ዓመተ ስፖርት ብልቃሓብ ቶተንሃም ሆትስፖርት ዝነበረት እያ ክልተ ተፃወቲ ማንቸስተር ሲቲ ኪያራ ኬቲንግን ጀስ ፓርክን እውን ኣካል ናይቲ ሽልማት ክኾና ዝለዓለ ተራ ተዋሂቦን ዘሎ እዩ እዚ ንኣሽቱ ተፃወቲ ሞራል ንክገብሩ ዓመታዊ ዝዋሃብ ሽልማት ኣብቲ 20 ነሓሰ ኣብ ከተማ ማንቸስተር ኦፔራ ዝግበር ስነ ስርዓት ዕውታት ብሉፅ መንእሰይ ፕሪምየር ሊግ ብክልቲኡ ጾታ ክፍለጡ እዮም። እንግሊዛዊት ክለብ ኤቨርተን ንኣብ ባርሳ ዘይጠዓሞ ብራዚላዊ ወጥቃዒ ቪክቶር ሮኪ ምስግጋር ናብ ባርሳ ዘቕረበቶ ጠለብ ተነጺጉ። ባርሳ ንሮኪ ዝሓለፈ ጥሪ ናብ መሳርዓ ዝጸንበረቶ ኮይኑ እንተኾነ ንፋይናንሳዊ ጠለባት ንምምላእ ክትሸጦ ልዑል ድላይ ከም ዘለዋ ይፍለጥ። ዝሓለፈ ወርሒ ስዑዳዊት ክለብ ኣልሂላል ንሮኪ ንምፍራም ክልተ ጠለብ ናብ ባርሳ ብዘቕረበትሉ ሮኪ ናብ ስዑዲ ክኸይድ ከም ዘይደሊ ብምሕባር እዩ ነጺጉዎ። ክለባት ላዚዮን ፖርቶን በርንማውዝን ንሮኪ ንምፍራም ጠለብ ከቕርባ ትፅቢት ኣብ ዝተገብረሉ እዋን ትፅቢት ዘይተገብረላ ኤቨርተን ንሮኪ ንምዕዳግ ናብ ባርሳ ጠለብ ኣቕሪባ። ኤቨርተን ናብ ባርሳ ዘቕረበቶ መጠን ዕድጊ 25 ሚሊዮን ዩሮ ምስ ተወሳኺ 3 ሚሊዮን ምቑሽሽ ኮይኑ ባርሳ ግን ነዚ ጠለብ ነፂጋቶላ። ባርሳ ንሮኪ ትዕድግ ክለብ ካብ 30 ክሳብ 35 ሚሊዮን ዩሮ ክፍሊት ሒዛ ክትመፅያ ጠሊባ ዘላ። ስጳኛዊት ክለብ ኣትለቲኮ ማድሪድ ንምስግጋር ሳሙኦ ሞሮዴን ዝዓንቀጸት ቸልሲ ንፍሊክ ንምፍራም ዘቕረበቶ ሕቶ ነጺጋ። ወኪል ጃኦ ፍሊክ ዝኾነ ፖርቱጋላዊ ጆርጅ መንደስ ብዛዕባ ምስግጋር ፍሊክስ ንምስላጥ ኣብ ለንደን ምስ ቸልሲ ኣብ ምዝራብ ከም ዘሎ ይፍለጥ። እዚ ከምዚ ኢሉ እንከሎ ኣትለቲኮ ማድሪድ መስርሕ ምስግጋር ካላገር ካብ ቸልሲ ምስ ዘይትፍጽም ንናይ ቅድም ተጻዋታይ ቸልሲ ንጎሎ ካንቶ ካብ ክለብ ኣል ኢትሓድ ንምፍራም ተገዳስነት የሕዲራ ኣማራጭታት ትድስስ ምህላዋ ተገሊጹ። ካንተ ኣብ ዩሮ ክልተ ሽሕን ዒስራን ኣርባዕተን ምስ ሃገራዊት ጋንትኡ ፈረንሳ ብሉጽ ብቕዓት ዘርኣየ ኮይኑ፣ ድሕሪ ምፍሽላል መስርሕ ምስግጋር ኦምሮዴን ናይ ኣትለቲኮ ምስግጋር ምሉእ ብምሉእ ዘይተጻፈፈሉ ጋላገር ንለንደን ተመሊሱ ዘሎ ኮይኑ ክሳብ መስርሕ ምስግጋር ዛዘም ምስ ናይ ትሕቲ ዒስራን ሓደን ጋንታ ቸልሲ ልምምድ ክገብር ተነጊርዎ ኣሎ። ኣል-ኢትሓድ ንወዲ ሰላሳን ሰለስተን ዓመት ካንተ ካብ መሳርዓ ክወጽእ ፍቓዱ ምስ ዝሓትት፣ ፍቓዳ ከተማልኣሉ ምዃና ካብ ስዑዲ ዝወጹ ምንጭታት ይሕብሩ። እንግሊዛዊት ክለብ ማን ዩናይትድ ንካብ ባርሳ ተፋኒ ብዘይ ጋንታ ዝርከብ ስጳኛዊ ተኸላኻሊ ማርኮስ ኣሎንሶ ንምፍራም ተገዳስነት ይሕድራ ምህላዋ ተገሊጹ። ኣቐዲማ ንተኸላኻሊ ኣትለቲኮ ማድሪድ ማሪዮ ሄርሞሶ ንምፍራም ተገዳስነት ይሕድራ ዝነበረትን ንወኪሉ ረኪባ ዘዘራረበትን ማንቸስተር ዩናይትድ ምስዚ ተኸላኻሊ ኣብ ስምዕ ክትበጽሕ ምጽጋማ ይግለጽ። ብዘይካ ዩናይትድ፣ ጁቬ፣ ፖርቶ፣ ኣትላንታ፣ ናፖሊን ኤሲ ሚላንን ንሄርሞሶ ዘማዕድዋ ዘለዋ ክለባት እየን። ማን ዩናይትድ ኣብ ሄርሞሶ ተስፋ ብምቑራጻ የዒንታ ናብ ተጻዋታይ ቸልሲ ዝነበረ ማርኮስ ኣሎንሶ ኣዚራተን ትርከብ። ብዘይካ ማን ዩናይትድ ካልእ ንኣሎንሶ ትደሊ ዘላ ክለብ ናይ ዲየጎ ሲሞነ ኣትለቲኮ ማድሪድ እያ። ናብ ፕሪምየር ሊግ ዝሓለፈት ክለብ ኢፕስዊች ናብ ሲቲ ዘይጠዓሞ ናይ ቅድማ ካፋል ሊድስ ዩናይትድ ካልቪን ፊሊፕስ ንምፍራም ኣብ ውድድር ምእታዋ ተገሊጹ። ፊሊፕስ ናብ ሲቲ ድሕሪ ምስስጋሩ ኣብ ሲቲ ቀዋሚ ናይ ምጽዋት ሰዓታት ክረክብ ኣብ ርእሲ ምሽጋሩ ናብ ዌስትሃም ብለቕሓ ብተሰጋገረሉ እውን ኣብታ ክለብ ኣዝዩ ትሑት ብቕዓት ብምርኣዩ ይፍለጥ። ማን ሲቲ ንካልቪን ፊሊፕስ ኣብ ሊድስ ብልጽቲ ናይ ፕሪምየር ሊግ ዓመት ድሕሪ ምሕላፉ ኣብ ክልተ ሽሕን ዕስራን ክልተን ብኣርባዓን ሓሙሽተን ሚልዮን ፓውንድ ናብ ኢቲሓድ ከም ዘሰጋገረቶ ትፍለጥ። ፊሊፕስ ቅድሚ ናብ ዌስትሃም ምስግጋሩ ኣብ ዝነበረ ዓሰርተ ሸሞንተ ኣዋርሕ ብማልያ ማን ሲቲ ኣብ ሽዱሽተ ጸወታት ጥራይ'ዩ ካብ መጀመርያ ክስለፍ ክኢሉ። ኣብዚ ክራማት ኣብ ቅድመ መዳለዊ ጸወታታት ብማልያ ሲቲ ኣብ ዳሕረዋይ መስመር ሲቲ ብምስላፍ ኣብ ሲቲ ካብ ዝመጽእ ዝተረጋገኤ ቁመና ዘንጸባርቐላ ወርሒ ኮይና ሲቲ ብቕዓቱ ንኸመሓይሽ ናይ ምጽዋ ሰዓታት ዝረኽበላ ክለብ ብለቓሕ ክትሰዶ ድላይ ኣለዋ። ክለባት ፉልሃምን ኤቨርተንን ንካልቪን ፊሊፕስ ንምፍራም ዝንቀሳቐሳ ክለባት ምዃነን ክግለጽ ዝጸንሐ ኮይኑ ናብ ፕሪምየር ሊግ ዝሓለፈትን በስቲቭ ማክኬና ትእልን ክለብ ኢፕስዊች ናይ ፕሪምየር ሊግ ተመክሮ ዘለዎ ካፋል ተለቂሓ ክትጥቀመሉ ናብ ውድድር ኣትያ ዘብላ ኣብ ክራማት ኣብ ቅድመ መደለው ጾታ ተፍሊፕስ ክመኑ ብኸፊል ተመሓሹ ክጻወት ድሕሪ ምብቅዑ ኣሰልጣኒ ፐፐ ጓርዴላ ፍሊፕስ ርእሰ ምትእማኑ ይመልስ ምህላው ገሊጹ ነይሩ እዩ። ደገፍቲ ለንደናዊት ክለብ ቸልሲ ኣብቲ ክለቦም ሰንበት ንማንሲቲ ተዓዲማ ተካይዶ መኽፈት ፀወታ ክዳን ተሓሪዩ ዘሎ ማእከላይ ዳኛ ኣንቶኒ ቴይለር ምዃኑ ድሕሪ ምሕባሩ ቁጥዖኦም ይገልጹ ኣለዉ። ቸልሲ ኣብ ቅድሚ መዳለዊ ጸወታታት ኣታውን ወጻእን ቁመና ድሕሪ ምጽብራቓ፣ ኣብ መኽፈቲ ናይ ፕሪምየር ሊግ ጸወታ ንቻምፕዮን ማን ሲቲ ዓዲማ ተካይዶ ጸወታ ተሰሪዑላ ይርከብ። ኣንቶኒ ተይለር፣ ቸልሲ ዝሓለፈ ዓመታት ብጌጋ ናይዚ ዳኛ ወሰንቲ ጸወታታት ነጥቢ ምኽሳሮም'ዮም ዝኸሱ። ባርሳ ንናይ ኣካዳሚ ተጻዋታያ ሰርጆ ሮቤርቶ ሎሚ ወግዓዊ መፋንዎ ኣብ ዝገበረትሉ ሮቤርቶ ባርሳ ንዘለኣለም ኣብ ልቡ ክዝክራ ምዃኑ ገሊጹ ኣሎ። ኣብ 2006 ሮቤርቶ ናብ ኣካዳሚ ባርሳ ዝተጸንበረ ኮይኑ ንባርሳ ክሳብ ደረጃ ሓለቓ ጋንታ ክመርሓ በቒዑ ነይሩ። ሰርጂዮ ሮቤርቶ ክለቡ ባርሳ ብ ፒኤስጂ ኣብ ፓሪስ ዝወረዳ ናይ ኣርባዕተ ብ ዜሮ ስዕረት ካብ ካልኣይ እግሪ ሽዱሽተ ብ ሓደ ብምርትዓ ናብ ርብዒ ፍጻሜ ዝሓለፈትሉ ፍጻሜ ኣብ መወዳእታ ደቒቕ ንወሳኒ ሻሸይ ሸቶ ባርሳ ብምቑታሩ ዝፍለጥ ኮይኑ ደገፍቲ ባርሳ በዛ ፍጻሜ ንሮቤርቶ ንዘንቲ እለት ክዝክርዎ እዮም። ሮቤርቶ ኣብዚ ናይ ምፍናው ስነ ስርዓት ናብ ባርሳ ቀዳማይ ጸወታይ ድሕሪ ምክያደይ ኣብዚ ምስ ኣዝዮም ዓበይቲ ናይ ሕልሚ ሰባት ናይ ጸወታ ግዜ የሕሊፈ ብዙሕ ወናጩ ተዓዊተ፣ ዘይርሻዓ ምሸት እውን የሕሊፈ። 376 ጸወታታት ንባርሳ ኣካይደ፣ ንሜሲ፣ ቡስኬት፣ ዛቪን ፒዮሊን ዝመርሑላ ሓለቓ ጋንታ እውን ክኸውን በቒዐ። ካብ ፕረዚደንት ጀሚረ ንኹሎም ኣሰልጠንተይ፣ ንኹሎም ሰራሕተኛታት ባርሳን ምስጋናይ ይገልጸሎም። ብዓቢኡ እውን ንደገፍቲ ብምሉእ ልበይ የመስግኖም። እዚ ኩሉ ዓመታት ኣብ ጎነይ ኮይኖም ዝደገፉኒ፣ ድሮ ንፈላለየላ ሰዓት ኣኺላ ኣላ። ንኹሉ ግዜ ኣብ ልበይ ኣሎ ዝኽሮም ክብል ስምዒታዊ ናይ ምፍናው ቃላቱ እናነበዐ ገሊጹ። ወላዲት ሮቤርቶ ኣብ ክልተ ሽሕ ዓሰርተ ትሽዓተ ካብዛ ዓለም ብሞት ዝተፈለየትላ ኮይና፣ ኣደይ ዝሓለፈ ዓመታት ተፈላያትኒ'ያ። ኣብዚ ደረጃ ክበጽሕ ሓይልን ጽንዓትን ዝሃበትኒ ንሳ'ያ። ኣብ ባርሳ ምጽዋተይ ልዕሊ ማንም ትኾርዕ'ውን'ያ ነይራ ክብል ሮቤርቶ ንተራ ወላዲቱ ይገልጽ። ሮቤርቶ ብዛዕባ ኣካዳሚ ላማሲያ ቀጺሉ፣ ላማሲያ ልቢ ባርሳ'ዩ። ንኹሎም ናይዚ ኣካዳሚ ተጻወትቲ ዓቕሊ ክህልዎም'የ ዝመኽሮም። ኣቦይ ግደፎ ናብ ካልእ ጋንታ ፈትን ይብለኒ ነይሩ። ዓቕሊ ገይረ ብምቕላስ ግን ሕልመይ ከግህድ በቒዐ ክብል ገሊጽዎ። ሰርጂዮ ሮቤርቶ ንባርሳ 373 ፆታታት ብምክያድ 19 ሽቶታት ኣመዝጊቡ ካብታ ክለብ ናይ 18 ዓመት ፃንሑቱ ኣብቂዑ ካብታ ክለብ ተፋኒ ይርከብ። ኣብ ናይ ባርሳ ፃንሑቱ ሮቤርቶ ንኩሉ ብደረጃ ክለብ ዝተፃወተ ውድድራት ዋንጫ ዓቲሩ ዕውት ናይ ፀወታ ዘመን ብምሕላፉ ካብ ባርሳ ይፋኑ ኣሎ። ብዘይካ ንባርሳን ሃገራዊት ጋንታ ስጳኛ እውን ዓሰርተ ሓደ ግዜ ዝተሰለፈ ሰርጂዮ ሮቤርቶ ሓንቲ ሸቶ ንስጳኛ ኣቑጺሩ እዩ። ሆላንዳዊት ክለብ ፎይነርድ ንተጻዋታይ ወልቭስ ቦኑ ኣፈሪማ። ሆይነርድ ንሁጎ ቦኑ ንነዊሕ ዓመት ብለቓሕ ኣብ መሳርዓ ከም ዘፈረመቶ እያ ገሊጻ ዘላ። ዝሓለፈ ዓመት ኣብ ትሕቲ ኣሰልጣኒ ጋሪ ኦኔል ሁጎ ቦኑ ዕስራን ሓደን ፀወታታት ፕሪምየር ሊግ ዘካየደ ኮይኑ ኣብ ትስለፈሉ ፀጋሚ መስመር ክልኻል ብኣይቲ ኑሪን ማት ዶሆርትን ተበሊፁ ሳልሳይ ተመራፂ ተፃዋታይ ኮይኑ ምንባሩ ዝከር እዩ። ኣብ ወልቭስ 860 ደቃይቕ ጥራይ ናይ ምፅዋት ዕድል ረኪቡ ምንባሩ ይፍለጥ። ሮይነርድ ኣብ ቻምፒየንስ ሊግ ትሳተፍ ብምህላዋ ሁጎ ቦኑ ብዙሕ ናይ ምፅዋት ሰዓታት ክረክብ ትፅቢት ገይሩ ኣሎ። ዝከበርኩም ተኸታተልትና ንሕጂ ሒዝናዮ ዝቀረብና ዜና ስፖርት እዚ ክትከታተልዎ ዝጸናሕኩም እዩ። ኣብ ዝቕጽል ምክታልኩም ኣይተቋርጹ፣ ካልእ እውን ስለ ዘሎ እተን ኣርባዕተ ሕግታት ሼር፣ ላይክ፣ ሳብስክራይብ፣ ኮመንት ኣይትዝለልወን። ወድሓንኩም
ኣንበሳ ቢበዓል ስረ ኣንበሳ ኣንበሳ ቢበዓል ስረ ኣንበሳ ኣንበሳ ቢበዓል ስረ ኣንበሳ